ሳሚጂ ኢንሳይት ብምእታው ሳብስክራይብ ብምግባር ኣውንታውነት ዝሓዙ መበራታትዒ ታሪክት ታሪኻት ብቋንቋ ትግርኛ ናባኹም ነብደሉ ምድላው እዩ። ኣባል ሳሚጂ ኢንሳይት ብምዃን ዝተፈላለዩ ቪድዮታት ብምምት ኣውንታውነት ህይወት ንምጭባጥ ንዓወት ከም ተፈጠርና ንሓድሽ ነገር ንምስራሕ ከም ተፈጠርና ኩሉ ግዜ ክንርስዕ ከም ደግብእና

ሰላም ሰላም ከመይ ትጸንሑ ክቡራትን ፍቱዋትን ተኸታተልቲ ሳሚጂ ኢንሳይት ሳሚጂ ኢንሳይት ምስ ዋንስ ፒክቸርስ ብምትሕባር ናባኹም ዘድብሉ ናባኹም ዘብሎ ምድላው እዩ እና ሎማዓንቲ ምድላውና ሓሙሽተ ሕግታት ዓወት ህይወት ኢና ናባኹም ነብል ማለት እዩ ቅድሚ ናብቲ ና ሎማዓንቲ ምድላውና ምሽጋርና ግን ሳሚጂ ኢንሳይት ብምእታው ሳብስክራይብ ብምግባር ኣውንታውነት ዝሓጹ መበራታትዒ ታሪክት ታሪኻት ብቋንቋ ትግርኛ ናባኹም ነብደሉ ምድላው እዩ። ኣባል ሳሚጂ ኢንሳይት ብምዃን ዝተፈላለዩ ቪድዮታት ብምምልካት ኣውንታውነት ህይወት ብምጭባጥ ንዓወት ከም ተፈጠርና ንሓድሽ ነገር ንምስራ ከም ተፈጠርና ኩሉ ግዜ ክንርስዕ ከም ደግበአና ከም ሓሳብና ክንዘክር ንደሊ። ሎማዓንቲ ንሪኦ ናባኹም ነብሎ ሓሙሽተ ሕግታት ህይወት እዩ። ያው ሂወት ንብል ተለና ብዙሓት ሕግታት ክህልያ ይኽእሉ እዩ ግን እዞም ሓሙሽተ ተግባራት ወይ ድማ እዞም ሓሙሽተ ሕግታት ኣብ ሂወትና ነተግብር ተኾይና እቲ ንደልዮ ዓወት ሂወት ኣብ ሓፂር መዓልቲ ክንረኽቦ ከም ንኽእል እየ ቃል ክኣትየልኩም ደሊ ማለት እዩ ቁፅሪ ሓደ ተኣዩ ራእይ ወይ ድማ ቪዥን ዕላማ ጎል ኢልና ክንገልፆ ንኽእል ኢና ብዙሓት ቃላት ክንገልፆ ንኽእል ኢና እሞ እንታይ ማለት እዩ ራእይ እንታይ ማለት እዩ ቪዥን እንታይ ማለት እዩ ጎል ኢልና ብዙሓት ሕቶታት ክንሓትት ንኽእል ኢና ደቂ ሰባት ንዘልዮም ነገራት ኣንሊሚትድ እዮም፣ ገደብ የብሎም እዩ። ብልኸድናዮ መጠን በብጊዜኡ ብልተለዋወጠ መጠን ሓደሽቲ ነገራት ንምህላው ወይ ድማ ሓደሽቲ ነገራት ንምውናን ብዙሓት ድሌታት ክህልውና ይኽእሉ እዮም። ግን ሰባት ክንበሃል ተለና ብዘይ ብዘይ ምንም ዕላማ ብዘይ ምንም ኣግባብ ኣይተፈጠርናን እሞ ናትካ ናትኪ ዕላማ እንታይ እዩ? ፔፐር ቲንኪንግ ዝበሃል ኒዮ ስትራቴጂ ማለት እዩ። ፔፐር ቲንኪንግ ማለት ሓሳባትና ብፅሑፍ መልክዕ ምቕማጥ፣ ቢሮን ፃዕዳ ወረቐትን ብምሓዝ ኣነ ንምንታይ እንታይ ተገይረ እየ ደስ ዝብለኒ፣ እንታይ ተገይረ እየ ኣብ ሂወት ዕውት ክኾን ዝኽእል፣ እንታይ ተገይረ እየ ናይ ደስታ ስምዒት ዝስምዐኒ ዝብሉ ጠንካራ ሕቶታት ንዓርስና ብምሕታት ናይ ሂወትና ራእይ መጀመርታ ዲፋይን ክንገብር ዝግበአና እዩ። ኣብ ህይወት ዕላማ ዘይብሉ ሰብ ልክዕ ኣብ ባሕሪ ትንቀሳቐስ ለላ ጃልባ ናበይ ክትኸይድ ከም ዘይትፈልጥ እዩ ማለት እዩ። ኮምፓስ ዘይብሉ ሰብ እዩ እሞ ራእይ ህይወት ወሳኒ ምዃኑ ተረዲእና ጉዕዛኻ ናበይ እዩ ዘሎ ናበይ ኣንፈት ኢኻ ትኸይድ ዘለኻ ኣብ ህይወትካ ትደልዮ ነገር እንታይ እዩ ንምንታይ ኢኻ ተፈጢርካ ዝብሉ ኩሎም እዚኦም ኣብ ወረቐት ብምስፋር ኸዚ እውን ሓድሽ ዓመት እዩ ላመፀ ላመፀ ዝተወሰኑ መዓልታታት እዮም ተሪፎም ህና ኣለዉ ራእይ ህይወትና ኩሉ ግዜ መስከረም ሓደ ልሕንጸት ጥራሕ ክኸውን የብሉ እዩ። ኩሉ ግዜ ሓድሽ መዓልቲ እዩ፣ ሓድሽ ውህብቶ ህይወት ተረዲእና ራእይ ህይወትና እንታይ ምዃኑ ብደንቢ ብስፐሲፊክሊ ክንገልጾ ክንርድኦ እዩ ልግበእና እሞ ዕላማኻ እንታይ ምዃኑ ብደንቢ ኣብ ውሽጥኻ እዩ ትፈልጦ። ቀጥታ እዚ ንምግባሩ ክኽብድ ክብል ይኽእል እዩ። ሓደ ሓደ ሰባት ዕላማ ህይወት ፈሊጦም ጉዕዞ ህይወቶም ጀሚሮም ክኾኑ ይኽእሉ እዮም። ሓደ ሓደ ሰባት እውን ንምንታይ ከም ንነብር ዘለና ብደንቢ ለይፈለጥና ነገራት ኸቢዶምና ክኾኑ ይኽእሉ እዮም ግን ሕዚ እውን ተስፋ ክትቆርፅ የብልኻይ ውሽጥኻ ብምጥያቕ ውሽጥኻ ብምሕታት ናይ ህይወት ትርጉም ንምርዳእ ክትፍትን እዩ ልግበአካ እሞ እዚኦም ብዙሓት መንገድታት ክህልውኻ ይኽእሉ እዮም መፅሓፍቲ ከተንብብ ትኽእል ኢኻ ናይ ሰልፍ ዲቨሎፕመንት ና ሰልፍ ዲቨሎፕመንት ቪድዮታት መፅሓፍቲ እውን ክትምልከት ትኽእል ኢኻ ኦዲዮ ቡክስ ኦዲዮ ሞቲቬሽናል ትሬኒንግስ ክትከታተል ትኽእል ኢኻ እሞ እዚ ኩሎም ትገብር ተኾንካ ናይ ህይወትኻ ፓሽን፣ ናይ ህይወትኻ ባህጊ ንምርዳእ ክሕግዙኻ እዮም እሞ፣ እቲ ቁጽሪ ሓደ ሕጊ ን ራእይ ህይወትኻ ኣይደንቲፋይ ክትገብር እዩ ልግበእካ። እታ ቁጽሪ ክልተ ሕጊ እሳ እያ፣ ዓርሰ ተኣማንነት ክህልወካ እዩ ልግባእ ማለት እዩ። ዓርሰ እምነት፣ ዓርሰ ተኣማንነት፣ ዓርሰ ግዝኣት፣ እቲ ወሳኒ ዓወት ህይወት ኻልኣይ ሕጊ ህይወት እዩ ማለት እዩ። ኹሉ ነገር ክትዕወት ከም ትኸውን ዕውት ክትገብር ከም ትኽእል ውፅኢታዊ ክትኸውን ከም ትኽእል ዓርስኻ ክትእምን እዩ ዝግበአካ ምክንያቱ እምነት 50 ፐርሰንት ናይ ዓወት ከቨር ወይ ድማ ሽፋን እዩ ልሕዝ ማለት እዩ እሞ ግዜኻ ትኹረትኻ ፅንዓት ኣብ ሓደ ፎከስ ትገብር ተኮይንኻ ኣብ ሓደ ፅንዓት ወይ ድማ ኣብ ሓደ ናይ ሂወት ኸይዲ ሰርክል ትኣቱ ተኮይንኻ ኩሉ ነገር ፀጋታትኻ ተረዲኻ ዓወት ክትጭብጠሉ ትኽእል መንገዲ ኣብ ሂወትካ ከተምጽእ ትኽእል ኢኻ እሞ እዚ ንብል ተለና ግን ኣብ ሂወትና መሰናኽል ከጋጥሙና ይኽእሉ እዮም ጸገማት ከጋጥሙና ይኽእሉ እዮም ኩሉ ግዜ ብርሃን ላይ ክኾኑ ይኽእሉ እዩ ኸዚ እውን ግን ጠንካራ እምነት ዓርሰ ተኣማንነት ካብ ውሽጥኻ ትመንጩ ዝግበአካ እዩ እዚ መዓልታዊ ተግባርካ መዓልታዊ ትሬኒንግ ክትገብረሉ ግባእ መንገድኻ እዩ ዝሓሸ ጽባሕ ከም ዘሎ ኩሉ ግዜ ክትርስዕ የብልኻን። ሎማዓንቲ ጸልማት ኮይኑ ክስምዐካ ይኽእል እዩ፣ ሎማዓንቲ ሕማቕ ስምዒት ክስምዐካ ይኽእል እዩ። ግን ሕዚ እውን እዚ ነገር እዚ እውን ሓላፊ እዩ ኢልኻ ክትርዳእ እዩ ዝግበኣካ። እቲ ሳልሳይ ኣብ ጉዕዞ ህይወትኻ ሕጉስ ክትኸውን ወይ ድማ ህይወት ኢንጆይ ተዝናነየላ ክትሕጎሰላ ከም ዝግበኣካ እዩ ክትርስዓ ዘይብልኻ ማለት እዩ። እዘን ክንብል ከለና ብዙሓት ሰባት ኣብ ዕላማን ኣብ ዓርሰ ተኣማንነትን ተጭ ሒዞም ህይወቶም ግን ኩሉ ግዜ እቲ ዝመርሕዎ ዘለዉ ህይወት ኢንጆይ ዘይገብርዎ ወይ ድማ ለሊ ዝናለሉ ፍናን ህይወት ዘይስምዕሉ ክኾኑ ይብሉ ኣብቲ ና የስ ራእይ ክለካ ኣለዎ ሎማዓንቲ ግን ክተባኽኑ የብልኻይ ሎማዓንቲ ኣብ ጭንቀት ሎማዓንቲ ኣብ ብዙሕ ናይ ህይወት ኣብቶም ለይብሉኻ ነገራት ትኩረት ብምግባር ናይ ሎማዓንቲ ወህብተኻ ከተባኽኑ ከም ለይግበአካ እዩ ትርስዕ ከም ለይብልኻ እሞ ሕማቕ ውዕሎ ክህልየካ ይኽእሉ እዩ፣ ሕማቕ ዝኾነ ተጋንፎ ክህልየካ ይኽእልዩ ሎማዕንቲ፣ እዚ ግን ሓላፍ ምዃኑ ተረዲእኻ ናይ ሎማዕንቲ ውህብቶ ጭራሽ ከተባኽኖ ከምለይግበእካ እዩ፣ ሂወት ኹሉ ግዜ ኢንጆይ ክትገብራ ከምልግበእካ እዩ፣ ኣብቲ ልሕጉሰካ ትኹረት ክትገብር ከምልግበእካ እዩ፣ እዚ ንገብር ተኾይንና ውን እቲ ናይ ሂወት ኢንጆይመንት ደስታ ብቐሊሉ ክንረክብ ንኽእል ኢና። ራብዓይ እቲ ብጣዕሚ ወሳኒ ኣነ ብጣዕሚ ክነትግሮ ክንግበእና ሕጊ እታ እዩ ትዕግስተኛ ኹን ግን ትዕግስተኛ ክንኾን ዝግበእና እዩ ትዕግስተኛ ክንብል ተለና ትዕግስቲ ወሳኒ ናይ ህይወት ና ውፅኢታውነት መሰረት ኪ ኢንግሪደንት ምዃኑ ተረዲእና ፅንዓት እውን ናቱ ተደማሪ ክኾን ከም ዝግበእ እዩ እሞ ትዕግስት እንደ ኢዮብ ይስጥህ ነው የሚባለው ኣብቲ መጽሐፍ ቅዱስ እውን ከም ዝተገለጸ እሞ ንሕና ክንደይና ኢላ ትዕግስተኛታት ኢና ሓደ ነገር ንጅምር ንጅምር ንጅምር ንጅምር ን ኣብ መወዳእታ ግን ተስፋ ንቆርፅ ምክንያቱ እንታይ እዩ ትዕግስቲ ስለለይብልና እዩ በቃ ብሓፂር ሆኖምጡ ከለና ፅቡቃት ስራሕቲ ኩሉ ግዜ ብዙሕ ግዜ እዮም ዝወስዱ ፅቡቃት ውፅኢታት ናብ ብዙሓት ዓመታት ናብ ብዙሓት መዓልትታት ድምር ምዃኑ ክትርዳእ የብልኻን እሞ ትዕግስቲ ኣብ ትስእነሉ እዋን ነገራት ቀስ ኢልካ ኣናላይዝ ምግባር ዓቕምኻ ከተጠንክሪ ልግበእካ ችኩል ክንኸውን የብልናይ ርግእ ኢልና ነገራት ኣናላይዝ ናይ ምግባር ዓቕምና ሓፍ ክብል እዩ ልግባእ ሓምሻይ ሕጊ ናብ መጨረሻ ማለት እዩ ፍቕርን ክብርን ንካልኦት ሰባት ክንልግስ ከም ዝግበአና እዩ እቲ ጠንካራ ዌፐን ወይ ድማ እቲ ጠንካራ መሳርሒ ሂወት ናይ ምቕያር ፍቕርን ክብርን ንካልኦት ሰባት ምርዳእ እዩ እሞ ናይ ካልኦት ሰባት ሂወት ናይ ካልኦት ሰባት ፀገም ናይ ካልኦት ሰባት ቃንዛ ኣብ ሂወትና ክርደና ምግበአ እዩ ካልኦት ሰባት ዝኸድዎ ኣለዎ መንገዲ እንታይ ምዃኑ ክርዳእ ይኽእል እዩ ግን ሰባት ምዃንና ተረዲና ንሰባት ፍቕሪ ክንልግስ ከም ዝግበእና ንሰባት እውን እኹል ክብሪ ተሂብና ኣብ ሂወትና እቲ ንደልዮ ነገር ከነሳኽዕ ንኽእለሉ መንገዲ ኣብ ኢድና ከም ዘሎ ክንርስዕ የብልናን እሞ ላብ ንካልኦት ክንልግስ ከም ዝግበእና ስማይሊንግ ፍሽኽታ ንኻልኦት ሰባት ክንልግስ ከም ዝግበአና፣ ቅንዕና፣ ሰናይ ተግባር ንኻልኦት ክንልግስ ከም ዝግበአና ናይ ህይወት ሚስጥራት እዮም እሞ ቁፅሪ ሓደ ራእይ፣ ቁፅሪ ክልተ ዓርሰ ተኣማንነት፣ ሳልሳይ ኣብ ህይወት ፍናን ክስምዐና ኣብ ህይወትና እቲ ሕኸዚ ዘለዎ ግዜያዊ ህይወትና እቲ ሕኸዚ ዘለዎ ውህብቶ ህይወትና ካብ ውሽጥና ክንሕጎስ ከም ዝግበአና እቲ ራብዓይ ትዕግስተኛ ክንኾን ከም ዝግበአና እቲ ሓምሳይ ሓምሻይ ድማ ፍቕርን ክብርን ንኻልኦት ሰባት ተለጊስና ህይወት ትንደልዮ ብርኪ ክንበፅሕ ንኽእል ኢና እዩ ናይ ሎማዓንቲ ምድላውና እሞ ሳሚ ጄንሳይት ኣውንታውነት ይዓምብል ሳብስክራይብ ብምግባር ኣባላት ሳሚ ጄንሳይት ይኹን ዘነበረና ቪድዮ እዚ ይመስል ነይሩ ኣብ ቀፃላይ ምድላውና ካልእ ቪድዮ ሒዝናልኩም ክንመፅእ ኢና ብሩህ መዓልቲ ይኹናልኩም ቻው ቻው